ኣሜን። ትንቢት ዮናስ መእተዊ ትንቢት ዮናስ ብዛዕባ ሓደ ትእዛዝ እግዚኣብሔር ኣይፍጽምን ዝበለ ነቢ ዝነግር ዛንታን ብዛዕባ ዝተጋጠሞ መከራን ዝገልጽ መጽሓፍ ስለ ዝኾነ ካብቶም ካልኦት መጻሕፍቲ ትንቢት ፍልይ ዝበለ መልክዕ ዘለዎ እዩ። እግዚኣብሄር ንዮናስ ናብታ ርእሲ ኸተማ ኣሶር ዝዀነት ነነዌ ኪኸይድ ኣዘዞ። መንግስቲ ኣሶር ኣውራ ጸላኢት እስራኤል እያ ዝነበረት፣ ዮናስ ግና እግዚኣብሄርሲ ከምቲ ዝበሎ ገይሩ ንነነዌ ኣይኬጥፍኣን እዩ ኢሉ ስለ ዝኣመነ፣ ቃል እግዚኣብሄር ሒዙ ናብታ ኸተማ ኪኸይድ ኣይፈተወን። እንተኾነ ድሕሪ ሓያሎ ምልክታት ባህ ዘይበሎ ክነሱ ትእዛዝ እግዚኣብሄር ትእዛዝ ክፍጽም ከደ። እቲ ዝተዛረቦ ትንቢት ማለት ጥፍኣት ከተማ ነነዌ ከም ዘይተፈጸመ ምስ ረኣየ ድማ ኾረየ። እግዚኣብሄር ኣብ ልዕሊ ፍጥረቱ ምሉእ ስልጣን ከም ዘለዎ ትንቢት ዮናስ ኣብሪሁ ይገልጽ። ልዕሊ ኹሉ ግና እግዚኣብሄር ኣምላኽ ኣምላኽ ፍቕርን ምሕረትን ከም ዝዀነ፣ ንጸላእቲ ህዝቡ ኸኣ ካብ ምጥፋኦምሲ ምምሓሮምን ምድሓኖምን ከም ዝፈቱ ይገልጸልና። ምዕራፍ ሓደ ዮናስ ንእግዚኣብሄር ምእዛዝ ከም ዝኣበየ። ሓደ መዓልቲ እግዚኣብሄር ንዮናስ ወዲ ኣሚታይ፣ ተንስእ እሞ ናብ ነነዌ ናብታ ዓባይ ከተማ ኺድ፣ እከይ ህዝባ ዓብዪ ከም ዝዀነ ፈሊጠ ኣሎኹ እሞ፣ ኣንጻራ ስበኽ በሎ። ዮናስ ግና ካብ ገጽ እግዚኣብሄር ክሃድም ናብ ተርሴስ ተበገሰ፣ ናብ ኢዮጴ ኸኣ ወረደ። ፔል እትሓልፍ መርከብ ድማ ረኸበ፣ ካብ ገጽ እግዚኣብሄር ምእንቲ ኺርሕቕ፣ ምስኣቶም ናብ ስፔን ኪኸይድ ከኣ ዋጋ ኸፊሉ ናብ መርከብ ኣተወ። እግዚኣብሄር ድማ ናብቲ ባሕሪ ህቦብላ ንፋስ ሰደደ፣ እታ መርከብ ክትስበር ክሳዕ እትቐርብ፣ ኣብቲ ባሕሪ ብርቱዕ ማዕበል ኰነ። እቶም ባሕረኛታት ድማ ፈርሁ፣ ነፍሲ ወከፎም እውን ነናብ ኣምላኹ ተማህለለ። ምእንቲ ኺፈዅሰሎም ከኣ፣ ነቲ ኣብታ መርከብ ዝነበረ ኣቕሑ ናብ ባሕሪ ደርበይዎ። ዮናስ ግና ናብቲ ታሕታይ ክፍሊ እታ መርከብ ወሪዱ ተገምሲሱ፣ ከቢድ ድቃስ እውን ደቂሱ ነበረ። እቲ ሓለቓ መርከብ ከኣ ናብኡ ቀሪቡ፣ ኣታ ደቃሲ፣ እንታይ ትገብር ኣሎኻ? ተንስእ፣ ምናልባሽ ራህሪሁ እንተ ኣድሓነና ናብ ኣምላኽካ ተማህለል በሎ። ንሓድሕዶም ድማ እዚ መከራ እዚ ብሰሪ መን ይረኽበና ከም ዘሎ ምእንቲ ክንፈልጥሲ ንዑ ዕጫ ነውድቕ ተበሃሃሉ። ሽዑ ዕጫ ኣውደቑ፣ እታ ዕጫ ኸኣ ናብ ኸኣ ኣብ ዮናስ በጽሐት። ንሳቶም ከኣ ንገረና ኮታ እዚ ረኺብና ዘሎ መከራስ ብሰሪ መን እዩ? ዕዮኻ እንታይ እዩ? ካበይከ መጻእካ? በዓል ኣየናይ ሃገር ኢኻ? ካበየናይ ህዝቢኸ ኢኻ? ኢሎም ሓተትዎ። ንሱ ኸኣ፣ ኣነ እብራዊ'የ፣ ነቲ ባሕርን የብስን ዝፈጠረ እግዚኣብሄር ኣምላኽ ሰማይ'ውን ዘምልኽ'የ በሎም። ሽዑ እቶም ሰባት፣ ንሱ ካብ ገጽ እግዚኣብሄር ኪርሕቕ ይሃድም ከም ዘሎ ባዕሉ ስለ ዝነገሮም ፈለጡ። ኣዝዮም ውን ፈርሁ። እሞ ስለምንታይ ደኣ እዚ ገበርካ ከኣ በልዎም። እቲ ባሕሪ ማዕበሉ እናበርተዐ ይኸይድ ስለ ዝነበረ ከኣ ንሳቶም ባሕሪ ክሃድኣልናስ እንታይ ንግበር በልዎ። ንሱ ድማ እዚ ብርቱዕ ማዕበል ብሰረይ ከም ዝበጽሓኩም ፈሊጠ ኣሎኹ እሞ ኣልዒልኩም ናብ ባሕሪ ደርብዩኒ እቲ ባሕሪ ከኣ ክሃድኣልኩም። ክሃድኣልኩም እዩ በሎም። እቶም ሰባት እናቐዘፉ ናብ ምድሪ ክምለሱ ኣበርቲዖም ይጋደሉ ነበሩ። ግናኸ እቲ ባሕሪ ማዕበሉ እናበርትዖም ስለ ዝኸደ ኣይኰነሎምን። ሽዑ፣ ኦ እግዚኣብሄር፣ ንልምነካ ኣሎና፣ ህይወት እዚ ሰብ እዚ ስለ ዘጥፋእና ኣይትቕጽዓና። ኦ እግዚኣብሄር፣ ዝፈተኻዮ ዅሉ እትገብር ኢኻ እሞ፣ ንጹህ ደም ኣፍሲስኩም ኢልካ ኣይትጸባጸበና። ኢሎም ናብ እግዚኣብሄር ተማህለሉ። ንዮናስ ኣልዒሎም ድማ ናብ ባሕሪ ደርበይዎ፣ እቲ ባሕሪ እውን ሽዑ ንሽዑ ሃድአ። እቶም ሰባት ከኣ ንእግዚኣብሄር ኣዝዮም ፈርህዎ፣ መስዋእቲ ድማ ሰውእሉ፣ መብጽዓ እውን ተማባጽዑ። ንዮናስ ከኣ ብትእዛዝ እግዚኣብሄር ሓደ ዓቢይ ዓሣ ወሓጦ፣ ዮናስ ከኣ ኣብ ከብዲ ዓሣ ሠለስተ መዓልትን ሠለስተ ለይትን ገበረ። ምዕራፍ ክልተ ጸሎት ዮናስ ዮናስ ኣብ ከብዲ ዓሣ ኮይኑ ናብ እግዚኣብሄር ኣምላኹ ጸለየ። ካብ መከራይ ዝተላዕለ ናባኻ ናብ እግዚኣብሄር ኣእወኹ፣ ንስኻ ኸኣ መለስካለይ፣ ኣብ ዓዲ ምዉታት ኰይነ ኣእወኹ፣ ንስኻውን ድምጸይ ሰማዕካ። ንስኻ ናብቲ መዓሙቕ፣ ናብ ልቢ ባሕሪ ደርበኻኒ፣ ወሓይዝ ከበበኒ፣ ኵሉ ማዕበላትካን መጐድካን ብልዕለይ ሓለፈ። ኣነ ኸኣ ካብ ቅድሚ ኣዒንትኻ ተሰጐግኩ። ግናኸ ናብ ቅዱስ መቕደስካ መሊሰ ኽጥምት እየ ኢለ ሓሰብኩ። ማያት ኣጥሓለንን ሓነቐንን፣ መዓሙቕ ባሕሪ ኸኣ ኣስጠመኒ። ሳዕሪ ባሕሪ ኣብ ርእሰይ ተጠምጠመ። ናብ መሰረት ኣኽራን፣ ናብቲ መዓጽኡ ንሓዋሩ ዕጹው ዝዀነ ምድሪ ወረድኩ። ንስኻ ግና ኦ እግዚኣብሄር ኣምላኸይ፣ ብህይወተይ ካብ ጕድጓድ ኣውጻእካኒ፣ ክመውት ቀሪበ ኽጽዓር ከለኹ፣ ኦ እግዚኣብሄር ኣምላኸይ፣ ናባኻ ጸለኹ፣ ንስኻ ኸኣ ኣብ ቅዱስ መቕደስካ ዄንካ ሰማዕካኒ። እቶም ከንቱ ዝዀኑ ኣማልኽቲ ዘምልኹ፣ ንኣኻን ወሃቢ ጸጋኦም ይሓድጉ። ኣነ ግና ብመዝሙር ከመስግነካ እየ፣ መስዋእቲ ከቕርበልካ እየ፣ ነቲ ዝተማባጻዕኩዎ ኸኣ ክፍጽም እየ። ምድሓን ካባኻ ካብ እግዚኣብሄር እዩ። ሽዑ ብትእዛዝ እግዚኣብሄር እቲ ዓሳ ንዮናስ ናብ ንቑጽ ምድሪ ተፍኦ። ምዕራፍ ሰለስተ ዮናስ ንእግዚኣብሄር ከም ዝተኣዘዞ ንኻልኣይ ግዜ ኸኣ እግዚኣብሄር ንዮናስ ተንሥእ፣ ናብ ነነዌ ናብታ ዓባይ ከተማ ኺድ፣ ኣነ ዝህበካ መልእኽቲ ስበኸላ በሎ። ዮናስ ንእግዚኣብሔር ተኣዘዞ፣ ተንሲኡ ኸኣ ናብ ነነዌ ኸደ። ነነዌ ግና ንምቝራጻ ሠለስተ መዓልቲ እትወስድ ኣዝያ ዓባይ ከተማ ነበረት። ዮናስ ናብታ ኸተማ ኽኣቱ መገዲ ሓንቲ መዓልቲ ምስ ተጓዕዘ፣ ነነዌ ኣብ ውሽጢ እዘን ኣርብዓ መዓልቲ እዚኤን ክትግምጠል እያ ኢሉ ንህዝቢ ነነዌ ሰበኸሎም። ሰብ ነነዌ ኸኣ ነቲ ናይ ኣምላኽ መልእኽቲ ኣመንዎ፣ ኵሉ ኺጸውም ድማ ኣወጁ። ከም ዝተጣዕሱ ምእንቲ ኼርእዩ ኸኣ፣ ካብ ዓበይቶም ክሳዕ ንኣሽቶም ወጮ ተኸድኑ። እዚ ወረ እዚ ናብ ንጉስ ነነዌ በጽሐ። ንሱ ድማ ካብ ዝፋኑ ተንሲኡ ልብሲ መንግስቱ ቀንጠጠ፣ ወጮ ተኸዲኑ ኣብ ሓሙኹሽቲ ተቐመጠ። ኣብ ህዝቢ ነነዌ ኸኣ ኣዋጅ ኣወጀ። እዚ ዝስዕብ ትእዛዝ ንጉስን መኳንንቱን እዩ፣ ሰብ ወይ እንስሳ ገለ ነገር ኣይጥዓሙ፣ መጓሰ ኸብቲ ዀነ መጓሰ ኣባግዕ ገለ እኳ ኣይጥዓማ። ኣይውፈራ፣ ማይ እውን ኣይስተያ፣ ሰብን እንስሳን ወጮ ይከደኑ፣ ዓው ኢሎም ድማ ናብ ኣምላኽ ይማህለሉ፣ ነፍሲ ወከፍ ከኣ ካብ እኩይ መንገዱ ካብቲ ክፉእ ግብሩን ይመለስ። ምናልባሽ ኣምላኽ ሓሳቡ ይልውጥን ካብ ግሁር ቁጥዓኡ ይምለስን ይኸውን፣ ንሕና ከኣ ካብ ጥፍኣት ንድሕን ንኸውን። ኣምላኽ ከኣ። ካብ እኩይ ግብሮም ማለት ካብ ክፉእ መገዶም ከም ዝተመልሱ ረኣየ። ስለዚ ሓሳብ ልቡ ለወጠ፣ ከምቲ ተዛሪብዎ ዝነበረ ኸኣ ኣይቀጽዖምን። ምዕራፍ ኣርባዕተ ኩራ ዮናስን ምሕረት እግዚኣብሄርን ዮናስ ግና ዮናስ ግና በዚ ነገር እዚ ኣዝዩ ጐሃየ፣ ኰረየውን። ናብ እግዚኣብሄር ድማ፣ ኦ እግዚኣብሄር፣ እልምነካ ኣሎኹ፣ እቲ ኣብ ሃገረይ ከሎኹ ዝተዛረብክዎስ እዚዶ ኣይኰነን? መሓርን ርህሩህን፣ ንዅራ ደንጓይን በዓል ዓብዪ ምሕረትን፣ ንእኩይ እትጠዓሰሉን ኣምላኽ ከም ዝዀንካ ስለ ዝፈለጥኩ እየ። ኣቐዲመ ናብ ስፔን ዝሃደምኩ። ኦ እግዚኣብሄር! እምበኣርሲ ሕጂ ካብ ብህይወት ምንባርሲ ሙማት ይሕሸኒ እሞ እልምነካ ኣለኹ ውሰደኒ ኢሉ ጸለየ። እግዚኣብሄር ድማ ክሳዕ ክንድዚ ክትቁጣዕ ዶ ይግብኣካ እዩ? ኢሉ ሓተቶ። ዮናስ ከኣ ካብታ ከተማ ንወገን ምብራቕ ኣቢሉ ወጸ እሞ ኣብኣ ተቐመጠ፣ ንርእሱ ድማ ዳስ ገበረ፣ ነታ ኸተማ ዝወርዳ ኽርኢ ኸኣ ኣብ ጽላላ ተቐመጠ። እግዚኣብሄር ኣምላኽ ከኣ ንዮናስ ከተጽልለሉ እሞ ካብ ሕሰሙ ኸተናግፎ ኢሉ ሓንቲ ተኽሉ ኣብቈለ። ኣብ ልዕሊኡ ኸኣ ኣብ ልዕሊኡ ከም እትዓቢ ድማ ገበራ። ዮናስ እውን በታ ተኽሊ ኣዝዩ ተሓጐሰ። ግናኸ ንጽባሒቱ ምስ ወግሐ፣ ኣምላኽ ነታ ተኽሊ ሓሰኻ ኸም ዝበልዓ ገበረ፣ ንሳ ኸኣ ነቐጸት። ጸሓይ ምስ በረቐት ድማ ኣምላኽ ውዑይ ንፋስ ምብራቕ ሰደደ፣ ጸሓይ ከኣ ንዮናስ ክሳዕ ዚሕለሎ ርእሱ ወቕዓቶ። ንሱ ውን ካብ ብሂወት ምንባርሲ ሙማት ይሕሸኒ ኢሉ ንሂወቱ ሞት ለመነላ። ኣምላኽ ከኣ ንዮናስ ብዛዕባ እታ ተኽሊ ክትቁጣዕ ዶ ይግብኣካ ዩ? ኢሉ ሓተቶ። ዮናስ ድማ ክሳዕ ሞት ዘብጽሕ ቁጥዓ እኳ ክቁጣዕ ይግብኣኒ ዩ ኢሉ መለሰሉ። እግዚኣብሄር ከኣ ንስኻ በታ ዘይደኸምካላን ዘየዕበኻያን ብሓንቲ ለይቲ ዝበቖለት ብሓንቲ ለይቲ ድማ ዝጠፍአት ተኽሊ ትጒህ ኣለኻ። ኣነኸ ነታ ዓባይ ከተማ ነነዌ የማኖም ካብ ጸጋሞም ክፈልዩ ዘይክእሉ ካብ ምእትን ዕስራን ሽሕ ዝበዝሑ ሰብን ብዙሓት እንስሳን ዘሎዋ ክርህርሃላ ዘይግብኣኒዶ ይመስለካ? በሎ። ስብሐት ለእግዚኣብሔር ወለወላዲቱ ድንግል ወለመስቀሉ ክቡር አሜን።